ሎሚ መብዛሕቲኦም ሰባት ብሰንኪ ሶሻል ሜድያ፣ ፌስቡክ፣ ዩቲብ እናበሎም ክሳብ ሰዓት ክልተ ክሳብ ሰዓት ሰለስተ ከይደቀሱ ይሓድሩ። ናይ ሎሚ መደብና ከመይ ጌርና ቀልጢፍና ንድቅሰሉ ሜላታት so let's go። ቀዳመይቲ ኩሉ ግዜ ቴሌፎንና ወይ ድማ ላፕቶፕና ምዕጻው ወይ ድማ ዘይምኽፋት። ኩሉ ግዜ ንሕና ቀልጢፍና ክንድቅስ ድሌት እንድሕር ሃልዩና፣ ኩሉ ግዜ ብሰላም ንጎሆ ክንትስእ ድሌት እንድሕር ሃልዩና ቀዳመይቲ ክንገብራ ዘለና ቴሌፎን ናትና ወይ ድማ ዝኾነ ናትና ላፕቶፕ ኣብ ጥቓና ከይህሉ። ኩሉ ግዜ ኣብ ጥቓና ክህሉ ከሎ ናይ ግድን of course ክንጥቀም ደስ ይብለና። መን ጽሒፉለይ ወይ ድማ ኢሜይል ናብ ካልእ ክሰድድ ሶሻል ሜድያ ክጥቀም ዩትዩብ ፌስቡክ እናበልካ ሙሉ ለይቲ ግዜኻ ከይተረደእካ ይኸደካ። ስለዚ ቀልጢፍካ ክትድቅስ ደስ ዝብለካ ወይ ድማ ንግሆ ብሰላም ዘለዎ ህይወት ብሰላም ዘለዎ መንፈስ ክትተስእ ደስ ዝብለካ እንተኾይኑ ተሌፎንካ ወይ ድማ ላፕቶፕካ never ever ከይትጥቀም። ካልኣይቲ፣ ኣልኮላዊ መስተ ወይ ድማ ቡን ዘይምስታይ። Scientifically መብዛሕቲኦም ሰባት ዝብልዎ ኩሉ ግዜ ቡን ወይ ድማ ኣልኮላዊ መስተ ትሰቲ እንተኾይንካ ቅድሚ ሰዓት ዓሰርተ፣ ሰዓት ትሽዓተ ትሰቲ እንድሕርኣ ኮይንካ ኩሉ ግዜ Activate ይገብረካ። በዛ መንገዲ እዚኣ ድማ ሙሉእ ለይቲ ከይደቀስካ ትሓድር፣ እንዳዕለልካ ድዩ ወይ ድማ ካልእ ዝተፈላለየ ዓይነት እንዳገበርካ ትሓድር። ስለዚ ኩሉ ግዜ ንሕና ቀልጢፍና ክንድቅስ ድሌት እንዳ ሃልዩና ቡን ኣይንስተ። ቡን እንተ ሰቲኻ ፍረሽ ይገብረካ ኣክቲቨት ድማ ይህበካ ማለት እዩ። ስለዚ ኩሉ ግዜ ንሕና ቅድሚ ምድቃስና ነዘን ክልተ ኣልኮላዊ መስተ ወይ ድማ ቡን ዘይምስታይ። ሳልሰይቲ ዝኾነ ነገር ምንባብ of course ዘንብብ ይዕምብብ፣ ይፈልጥ፣ ይዓቢ፣ ይመሃር፣ ካብቶም ካልኦት ሰባት ድማ ፍሉይ ክእለት ይህልዎ ወይ ድማ ፍሉይ ሓሳባት ይህልዎ። ናይ ሎሚ መደብና ግን እቲ ንድቅሰሉ ኣካይዳ ስለ ዝኾነ ግን ክሳዕ ቅድሚ ሰዓት ትሽዓተ ወይ ድማ ዓሰርተ ተነብብ እንድሕር ደኣ ኮይንካ ቁሩብ ፍልይ ዝበለ ኣካይዳ ይህልዎ። ዋይ ምኽንያቱ ኩሉ ግዜ ሰዓት ዓሰርተ ሰዓት ትሽዓተ ተንብብ እንድሕር ደኣ ኮይንካ ናይ ምሸት ሞቲቨት ኣይህበካን እዩ እንታይ ደኣ ይገብረካ ቁሩብ ፈዘዝ መዘዝ የብለካ ፈዘዝ ትብል ቁሩብ ድማ ትህኪት ይስመዐካ በዚ ኣካይዳ ድማ እንታይ እዩ ድቃስ ቀልጢፉ ከም ዝመጸካ ይገብረልካ። ስለዚ ቅድሚ ምድቃስና ዝኾነ ነገር ምንባብ ኣገዳሲ ይኸውን። ኣበይቲ ዝበለጸ ፍርናሽ ምውናን ወይ ድማ ምጥቃም። ምሉእ መዓልቲ ኣብ ስራሕ ትውዕል ወይ ድማ ምሉእ መዓልቲ ኣብ ትምህርቲ ትውዕል። ለይቲ ምስ መጸኻ ኮምፎርታብል ዝኾነ ፍርናሽ እንተዘይሃልዩካ ድቃስ ኣይመጸካን እዩ። ኣብ ኩርሲ ኮፍ ኢልካ just ደቅስ እዩ ዝመጸካ ስለዚ ኩሉ ግዜ ንዓና ብዝተካእለ መጠን ሙሉ ለይቲ ቀልጢፍና ካብ ደንጉይና ክሳብ ሰዓት ክልተ ክሳብ ሰዓት ሰለስተ ደንጉይና ካብ ንድቅስ ቀልጢፍና ክንድቅስ ዝሕግዘና ዓቢ ሜላ ዝበለጸ ፍርናሽ ምውናን ኩሉ ግዜ ኣብ ነብስካ invest ወፍሪ ትገብሮ እንተኮይንካ እቲ ዝዓበየ ነገር ንሱ እዩ ስለዚ ብዝተካእለ መጠን save ካብቲ ንገብረሉ just ዝበለጸ ፍርናሽ ምውናን ተመራጺ ኸውን። ሓምሸትን ናይ መወዳእታን ዝኾነ መብራህቲ ምዕጻው። ዶክተርስ ናይ ዩኒቨርሲቲ ኦፍ ሚቺካን ከም ዝበልዎ ኩሉ ሰብ ናይ ኦልሞስት ናይንቲ ሰቨን ፐርሰንት መብዛሕቲኦም ሰባት ኣብ ጸልማት ክኸውን ከሎ ቀልጢፉ ናይ ድቃስ ዓቕሚ ኣለዎም ስለዚ ቀልጢፍና ክንድቅስ መታን እንተኾይንና ካብ ሓሙሽተ ደቕ ክሳብ ዓሰርተ ደቕ ድቃስ ክወስደና ንደሊ እንድሕርድኣ ኮይንና ናይ ግድን ኣብቲ ገዛና ዘሎ ወይ ቴሌፎን ወይ ላፕቶፕ ወይ ልቺ ዝኾነ ነገር ኣብ ጥቓና ካብ ዘሎ ልቺ ምጥፋእ ወይ ድማ ዝኾነ መብራህቲ ምጥፋእ። ከምዚ እንተጌርና እቲ ንድቅሰሉ ሰዓታት ወይ ድማ ግዜ ፈሊና ቀልጢፍና ክንድቅስ ነዚኤን ነተግብር ኣለና። I hope ደስ ኢላትኩም ትኾኑ እዛ ቪድዮ። Thank you so much ብውልቂ ወይ ድማ ኣብ ግሩብ ወይ ድማ ኣብ ዝተፈላለዩ ነገራት ጽሒፍኩም ወይ ድማ ደዊልኩም ከመይ ጌርና ቀልጢፍና ክንድቅሰሉ ሜላታት ሓግዘና ዝበልኩሙኒ I hope ጠቂማትኩም ክትኾን ተስፋ እገብር Thank you so much please subscribe like share እናግበርኩም ከተታባብዑና ናትኩም ሓገዝ ናትኩም ምትብባዕ ፕሊስ ንዓና ብሳብስክራይብ ላይክ ሸር ስለ ዝኾነ ፕሊስ ንዓና ክትሕግዙና ይላበበኩም thank you so much so ናይ ሎሚ ጽላሎ እዚ ኔሩ ብኻልእ ክሳብ ንራኸብ ሰላም ንዓኹም peace።